ሰላም ሰላም ክቡራትን ፍትዋትን ተመልከትትና ንለሚ እውን ከምቲ ልሙድ ሓድሽን እዋናውን ኣገራምን ዝኾነ ሓበሬታ ሒዝና ናባኹም ኣቢልና ኣለና ናይ ሎሚ ዛዕባና ዝኸውን ብዛዕባ ጉዳይ ኣርቲስት እዩ ክኸውን ሓደ ኤርትራዊ ኣርቲስት ሓውና ማለት እዩ እንታይ እዩ እዚ ኣርቲስት እዚ እንታይ ኢሉ ኣብዚ ደምኦነ ዝብል ነገር ብጣዕሚ መነጋገሪ ኮይኑ ካብቲ ዝፀንሐ ወይ ዝቐነየ ኣብ ማሕበራዊ ሚድያ ማለት እዩ ክብራት ተኸታተልቲ ስሙ ቶማስ የማነ እዩ ዝበሃል እሱ ዝበሎ ሓደ ነገር ብጣዕሚ መነጋገሪ ኮይኑ ቀኒያሉ ማለት እዩ እንታይ እዩ እቲ መነጋገሪ ዝብል ነገር ኣብ ኣዴታት እዩ ዘትኮረ እዩ ነይሩ ማለት እዩ ነዴታት ክፃርፍ ተራእዩ ድሕሪ ምባል እዮም ብዙሕ ክሴታታት በፂሕዎ ማለት እዩ ናይ ቃል ክሴታ ሐዚ ግን በቲ ዝተናገሮ ቃላት ማለት እዩ ይቕሬታ ሓቲቱ ኣሎ እዩ ማለት እዩ ኣብዚ ሕዚ ሰዓት ይቕሬታ ሓቲቱ ድንኒል ድማ እንዳነበዐ ኣብ ኦንላይን ማለት እዩ ኣብ ላይቭ ወፂኡ ብጣዕሚ ይቕሬታ እዩ ክብል ሓቲቱ ዘሎ ማለት እዩ ይቕሬቱ ክንቐበሎ ድዩ ዝግባእ ዝብል ነገር ያው እዚ ነዴታት ዝምልከት ነገር ስለዝኾነ እውን ወይ ድማ ከማሕሾ ዝግባእ በየናይ መንገዲ ኢና ከተቐቢልና ይቕሬትኡ ክንግስጾ ንኽእል ወይ ድማ ክንምህሮ ንኽእል ዝብል ነገር ማለት እዩ። ኣርቲስት ቶማስ የማነ ማለት እዩ ንሽጎር ነዘን ላጤ ማለት እዩ ከምዚ ሰብኣይ ዘይብለን ውላድን ባዕለን ጥራሕ ንዝዕብያ ንዕዐን እዩ ማለት እዩ ቃላት ሰንዚርዎ ነይሩ ማለት እዩ። እንታይ እዩ ኢሉ ቶማስ ማለት እዩ ብዛዕባ ሲንግል ማም ዝበሃላ ማለት እዩ ክብራት ተኸታተልቲ ሲንግል ማም ማለት እቲ ሓዳረን ፈቲሐንኦ ወይ ድማ ብዝኾነ ኣጋጣሚ ይፈትሓሞ ወይ ድማ ብደገ ይወልዳ ሙስ ኢለን ከይተመርዓያ ወይ ድማ ወለዲ ገለ ከምዚ ባህሊ ገለ ተገይሩ ከይተራኸቡ ማለት እዩ ይወልዳሞ ድሓር እሱ ይሃሊ ኣይሃሊ ብለየግድስ ብዘየገድስ ማለት እዩ ክብራት ተኸታተልቲ እሰን ብነን ዝዕብያሉ መንገዲ ምስርታ ማለት እዩ ድሓር እቲ ሰብኣየን እንተራህሪሁለን ደኣ ቅርሺ ይልእኸለን ወይ ካሊእ ገለ ነገር ይገብረለን ማለት እዩ እንተዘይኮይኑ ግን ባዕለን እየን ዝዕብየኦ ማለት እዩ ክብራት ተኸታተልቲ እና ንዚ እዩ ብሰፊሑ ድማ ይቕሬታ ሓቲቱ ዘሎ ዝበሃል ዘሎ ከምኡ እውን እዚ ሓሳብ እዚ እዩ ብዙሕ ተቃዋሚ ገጢምዎ ዘሎ ማለት እዩ ተቃውሞታት ከመይ እዩ መሲልኩም ክብራት ተኸታተልቲ ፅቡቅ ነገር ኣለዎ ዶ የብሉን ዝብል ነገር እውን ባዕሉ እውን ወፂኡ ዝተናገሩ ነገር ሓደ ነገር ክህልዩ ማለት እዩ ክብራት ተኸታተልቲ ድሕሪ እዛ ሓጻር መሰጋገሪት እውን ምሉእ ትሕዝትኡ ናባኹም ሽፋን ክወየ ማለት እዩ። እታ ንእሽተይ ሕጽር ዝበለት ናይ ላይቭ እንታይ ዝበሃል እውን ረኣይዋ እሞ ናይ ላይቭ ፕሮግራም ንእሽተይ ኣላ ኣብታ ላይቭ ወጽኡ ይቅሬታ ዝሓተታን ከምኡ እውን ምስ ሓደሓደ ኣርቲስታት ማለት እዩ ምስ መሓዙቱን ከምኡ እውን ካልኦት ኣርቲስታት እውን ዝሃቦ ሓሳብ ኣሎ ወይ ዝተናገሮ ሓሳብ ኣሎ ማለት እዩ እና ድሕሪ እዛ ሓጻር መሰጋገሪት ናባኹም ከብለየ ሰናይ ጻንሒት ሰናይ ምክትታል ክኾነልኩም እንዳተመነኹ ሼር ላይክ ሳብስክራይብ ምግባርኩም ድማ በዚ ኣጋጣሚ ከይትርስዑ ክብል ይፈቱ ማለት እዩ ክቡራት ተኸታተልቲ ሰናይ ምክትታል
ኣታ ኣታ ዝጸረፉ ሃላይ ብዒታ እስከፍ እንዲያ ዋ ቀዳም ቀዳም ፈቆዶ ባራት ትኮን ነበርካ ወዲ
ያ
ዓቢቲ ማዘረ ኢትዮጵያን ኤርትራን ካራ ከላ መሲልኪ
ዘረ ማግነፍቴር ኣየራ ሕጂ ክሰብ መፅሓፍ ቅዱስ ስለ ዘለይ ከንብቤ በቃ ክጎድፍ እዩ እዚ እንታይ ድባል

ወዮ ከብ ኣለዉ ንዕልል እሞ ክሳብ ሽዑ ሓሙሽተ ሚእቲ ክኾኑ እዮም ጀምዓ ኣለኹም ኣብዚ ረቢ ዮቢ ገረብሎም ኣሎ ከመይ ከመይ
ዮቢ ደኣ ሃቢቡ ንዳ ዮቢ ትገረብሉ ኣሎ ይብል
ቀሊል ተዋሳኢ ድዩ መሲልክ እዚ ኣዲ
ህቡብነት እንግዲ ኣጋጢምካ ብዓይነት
ዮቤል ክብረስም ኣሎ በይንኻ ዲኻ ዳኣ ትስኣል ዘለኻ
ራስራስ ያለ
ወይለ በይንኻ
እዚኣ ካሎካ ሰላም ብሎ ከመይ ኮይና ላይ ተረዳኒ
ተረዳኒ ስከስከስከ
ኦሊ ወደ ኣስመራ ኩላትኩም ጀምዓ ሰላም ድዩ
ኣብዚ ዘለኹም ኩላትኩም ሚትን ኣርባዕተሰባሃየ ዓባይ ሰብ ኣብ ዩቲብ ኣለና ሜድያ ኮይንኩም ክትከታተሉ
ገምጥልያ ኣዱ ናፍትሞ

ናይዚ በረከት ተሳታፊ ንክትከውን ብትሕትና ንዕድመኩም ኣሎና። ምዕዳም ዘድልዮ ነገር ከይኮነ ናብ ቤተክርስትያን ክትከይድ ግን ኩላትናስ ኣብዚ ኣለና ሚድያ ኣብ ዩቲብ ቻነል ከይና ቶሚ ተዛረብ ሚዩት ክገብረ ኣለና ንኪድ ኣለና
ኦኬ ኣቢ ድዩ በቲ ዝዛረብ ዘሎ እሺ እሺ እዞም ትሪእዎም ዘለኹም ኣብ ካምፓላ ዘለዉ ኣሕዋትና ንናይ ኣቡነ ዮናስ ገዳም ፅጌ ንምሕጋዝ እዮም ኣብዚ ተኣኪቦም ዘለዉ። ሕጂ እቲ ገዳም ምሽ ኣሰካፊ ዝበሃል ኩነታት ኣሎ ክሳብ ዝስተ ማይ ክሳብ ምስኣን ዝበፅሑ ኣቦታት ዝርከብዎ ገዳም ከም ምኳኑ መጠን እዞም ኣብዛ ላይቭ ዘለና ሰባት ዓቕሚ ዘለና ብዓቕሚ ገንዘብ እቶም ዓቕሚ ገንዘብ ዘይብልና ከዓ ኣብ ኣለዳ ሜድያ ኣብ ዩቲብ ላይቭ ኣትዮም ስለ ዘሎ ብዩቲብ ኬድና ሼር እንዳገበርና ዓቕምና ክንሕግዞም ከምኡ ከዓ ዘለናዮ ወቅቲ ናይ ፆም ኣርባዓ ወቅቲ ስለ ዝኾነ እናተሓጋገዝና እግዚኣብሔር ዝሕጎሰሉ ምሸት ንሕልፍ ብዓብዩ ሕጂ እውን ሰንበት ክንኣቱ ሕዳት ደቃቂቀን ተሪፈናና ዘለዋ ሰንበት ከዓ ናይ ጎይታ መዓልቲ እዩ ንባረከሉ በቃ ንክሰበሎም ንሕና ዕወታት ንልምን ኣለና ኩሉ ግዜ እታ ሞን ገብርና እንታ ካጋማ ሓወይ በዓል ሳኹም ምሕዋትና መጀለጥ
ኣብ ካምፓላ ዩጋንዳ ዘለኹም ከዓ ቲቴ ኮምፕሌክስ መፅኹም ብኣካል ተኻፈልቲ ናይ ሽግር ብትሕትና ንዕድመኩም ኣለና